ሚእትን ሸውዓተን ኮይኑ ሓዲሩ ኔሩ ሎሚ ግን ናብ ሰብዓን ሓሙሽተን ወሪዱ ኣሎ። ሰላም ከመይ ትኾኑ ጋይስ ካፊሊ ሎማዓንቲ ካኒ መበል ዓሰርተ ኣርባዕተ መድረኽ ቱር ዲ ፍራንስ ክካየድ ዊዒሉ ኣሎ ስለዚ ጸብጻብ ክንሪኢ ኢና ማለት እዩ ከመይ ነበረ ቢንያን ከ ኣብ ምንታይ ደረጃ ኣሎ ኣብዚ ሕጂ እዋን እዚ ዝብል ክንሪኢ ኢና መጀመርያ ግን ኣብ ቻይና ዝካየድ ዘሎ ወዲ ሙሌ ሄኖክ ሙሉ ብርሃን ዝሳተፈሉ ዘሎ ውድድር ሄኖክ ኣብ ከመይ ኩነታት ኣሎ ዝብል ጸብጻብ ክንሪኢ ኢና ማለት እዩ ሳብ እዚ ሕጂ እዋን ስቴጅ 7 በጺሑ ኣሎ ሸውዓተ መድረኻት ኣካይዱ ኣሎ። ኣብ ሻውዓይ መድረኽ ውዲ ሙሌ መበል ሓምሳን ሓሙሽተን እዩ ሒዙ ዘሎ። እንተኾነ ግን ኣብ ውፅኢት ወይ ከኒ ኣብ ግሪን ጀርዚ ኣይተሓደገን ዘሎ ማለት እዩ። ብሓምሳን ሸሞንተን ቀዳማይ ኮይኑ ይመራሕ ኣሎ ማለት እዩ። ኣብ ብጫ ማልያ ከዓኒ ራብዓይ ደረጃ ሒዙ ኣሎ። ኣብ ኣንበሳ ዓቐብ ካልኣይ ደረጃ ሒዙ ኣሎ ብዓሰርተ ትሽዓተ ነጥቢ ማለት እዩ። ብጋንታ ከዓኒ ቲም ኣስታና ካዛኪስታን ማለት እዩ መበል ሳልሰይቲ ደረጃ ኣላ ማለት እዩ። ስለዚ ወዲ ሙሌ ጽቡቅ ውጽኢት እዩ ዘሎ ናይ መወዳእታ ሓንቲ ስቴጅ ኣትሪፋቶም ዘላ ስቴጅ ኤይት ማለት እዩ ከም ትሪጓ ዘለኹም ዓቐብ ኣለዋ ስለዚ ወዲ ሙሌ እዛ ግሪን ጀርዚ ወይ ካዛ ቀጠልያ ዓቂብዋ ክውድእ ተስፋ ንገብር ቀጠልያ ብቀጠልያ ክትከውን እያ እዛ ዓመት እዚኣ ማለት እዩ ኣብ ቱር ዲ ፍራንስ ምስ መጽእ ሎማዓንቲ ካብቲ ቢንያም ግርማይ ክዕወተሉ ዘይክእል ወይ ካኒ ዓቐብ ዝበዝሖ እዩ ስለዚ ሞር ንብጫ ማልያ ከምኡውን ኣንበሳ ዓቐብ ግዜ ትፈላሊ ምዃና ርዱእ እዩ ነይሩ ማለት እዩ ስለዚ ከም ትሪእዎ ዘለኹም ብናይ ሎማዓንቲ ውፅኢት ካኒ ቀዳማይ ፖጋቻ ኣብ ከምዚ ከምዘይከኣል ትፈልጡ ኢኹም ኣብዚ ዝሓለፉ ውሑዳት ዓመታት ሪከርድ ዝሰብር ዘሎ እዩ ፖጋቻ ስለዚ ናይ ሎም መዓንቲ ኸኒ ብኣርባዕተ ሰዓትን ከምኡውን ሓደ ደቂቕን ሓምሳን ሓደን ካልኢትን ቀዳማይ ፖጋቻ ኮይኑ ኣሎ ካልኣይ ካኒ ቬንጌጋርድ ብቀዳማይ ቬንጋርድ ኢለ ብዙሓት ናይ ነታ ሽም ጽቡቅ ጌርኩም ትፈልጡዋ ኣብ ኮመንት ተራጊጽኩም ኔርኩም ኢኹም ስለዚ ቬንገጋርድ ኢለ ኣለኹ ሕጂ ኣስተኻኺለ ኣለኹ ስለዚ ቬንገጋርድ ኻኒ ብ 39 ካልኢት ድሒሩ ካልኣይ ወጺኡ ማለት እዩ ሳልሳይ ካኒ ቪኔፖል ብ ሓደ ደቂቕን ዓሰርተ ካልኢትን ድሒሩ ሳልሳይ ደረጃ ሒዙ ኣሎ ማለት እዩ ቢንያም ካኒ ካብ ቀዳማይ ብ 35 ደቂቕን 25 ካልኢትን መበል 125 ተርታ ወጺኡ ኣሎ ማለት እዩ ስለዚ ናይ ሎማዓንቲ መደብ ብሰላም ምውዳእ እዩ ኔሩ ከም ትሪእዎ ዘለኹም ከኣ ብሰላም ወዲኡ ኣሎ ማለት እዩ ኣብ ናይ ነጥቢ ኣብ መንጎ ተካየድ ዝነበረት ውድድር ከዓኒ ቢንያም ግርማይ ታሻዓይ ወፂኡ ኣሎ ድሕሪኡ ከዓ ፍሊፕሰን ማለት እዩ ተረዲኹም ኣለኹም ኣብዚኣ ክልቲኦም ጥራይ ስለ ነዋዳድሮም ዘለና ቢንያም ቀዲሞ ኣሎ ንፍሊፕሰን ጌርኩም ሕሰቦ ሓንቲ ነጥቢ ኣብዚኣ ከዓኒ ቢንያም ተዓዊቱ ኣሎ ማለት እዩ ስለዚ ብሓፈሻ ኣብ ናይ ሎማዓንቲ ውፅኢት ካኒ ኣብ ናይ ብጫ ማልያ ፖጋቻ ግዜኡ ኣስፊሑ ኣሎ ብሓደ ደቂቕን ሓምሳን ሸውዓተን ካልኢትን ኮይኑ ኣሎ ማለት እዩ ከባቢ ክልተ ደቂቕ ማለት እዩ ስለዚ ፖጋቻ ግዜኡ ኣግፊሑ ኣሎ ኣብ ናይ ነጥቢ ካኒ ቢንያም ግርማይ ብሰለስተ ሚእትን ሓምሳን ሰለስተን ይመርሕ ኣሎ ድሕሪኡ ካኒ ፍሊፕሰን ማለት እዩ ክልተ ሚእትን ሰብዓን ሸውዓተን ሎማዓንቲ ዝነበረት ታሽዓይ እዩ ወፂኡ ቢንያም ስለዚ ሸውዓተ ነጥቢ ረኪቡ ኣሎ ኣብ ናይ ሎማዓንቲ ማለት እዩ ፍሊፕሰን ከዓ ሽዱሽተ ነጥቢ ኣብ ኣንበሳ ዓቐብ ከዓኒ ፖጋቻ ሓምሳን ሽዱሽተን ኣብዚ ፍልልዩ ኣግፊሑ ኣሎ ማለት እዩ ሓምሳን ሽዱሽተን ኮይኑ ኣሎ ቪንጌጋርድ ከዓኒ ኣርባዓን ሰለስተን ኮይኖም ይመርሑ ኣለዎ ማለት እዩ ስለዚ ናይ ሎማዓንቲ ውፅኢት እዚ ይመስል ነይሩ ኣብ ናይ ፅባሕ ውፅኢት እውን ዓቐብ ዝበዝሖ እዩ ስለዚ ኣብ ናይ በዓል ፖጋቻ ወይ ከዓ ኣብ ናይ ግዜ ከምኡውን ኣብ ናይ ዓቐብ ኣንበሳ ዓቐብ ማለት እዩ ፍልልያት ክፈጥር ይኽእል እዩ ንበዓል ቢንያም ግን ዳርጋ ዘይትምልከት ጌርኩም ሕሰቡዋ ማለት እዩ ብሰላም ይወድእ ጀሚሩ ብሰላም ይወድእ ጥራይ ማለት እዩ ስለዚ ኣብ 16 መድረኽ ኣብ ድሕሪ ፅባሕ ትካየድ ማለት እዩ መበል 16 መድረኽ ግን ንበዓል ቢንያም እትምችያ ወይ ከዓ ናይ ጎልጎልያ ስለዚ ኣብ ግሪን ጀርዚ ለውጢ ክትገብር እትኽእል ስቴጅ እያ ማለት ስለዚ እዛ ቀጠልያ ማልያ ምስ ቢንያም ከም ትውድእ ዳርጋ ርጉፅ እዩ ኮይኑ ዘሎ እተን ናይ ቮላታ ክልተ መድረኽ እየን ተሪፈን ዘለዋ ኣብዘን ክልተ መድረኽ ከዓኒ ጸቢብ እዩ ዘለዎ ሓፂሩ ፍሊፕሰን ከርክቦ ወይ ከዓ ፍሊፕሰን ክወስዳ ክእል እዩ እትብሉ እንድሕር ሃሊኹም ኣዝዩ ኣዝዩ ጸቢብ እዩ ማለት እዩ ስለዚ ኣይትፍርሑ ማለት እዩ እቶም ከይምንጠል ዝፈርሑ ዳርጋ ኣይትፍርሑ ሓንቲ ዘረባ ነይራ ናይ ኣሰልጣኒ ሳምሶም ሰሎሙን ዝተዛረባ ብዛዕባ ግሪን ክወስዳ ክእል ድዩ ኣይክእልን ወይ ምስ ፍሊፕሰን ዘሎ ምፍርራሕ ከመይ ይመስል ትብል እዚኣ ከስማዕኩም
ራይ ሳምሶም ኪኖቲ ኣብ ብጫ ዝግበር ዘሎ ቅልስ ኣብ ቀጠልያ ማልያ ንምውሳድ ዘሎ ውድድር ኣብ መንጎ ያስፐር ፊሊፕሰንን ቢንያም ግርማይን እቲ መቐረት ናይዚ ውድድር ኮይኑ ዘሎ እዩ። ቢንያም ሎሚ ብዝኣከቦ ነጥቢ ድምር ነጥቡ ናብ ሰለስተ ሚእትን ኣርባዓን ሽዱሽተን ነጥቢ ኣበሪኽዎ ኣሎ። ፊሊፕሰን ድማ ነጥቡ ናብ ክልተ ሚእትን ሰብዓን ሓደን ደይቡ ኣሎ። ኣብ ሞንጎኦ ዘሎ ፍልልይ። ብናይ ትማል እዩ እዚ ብናይ ትማል ናይ ፍሊፕሶን ዓወት ኣመልኪቱ ዝተዛረቦ እዩ። ሚእትን ሸውዓተን ኮይኑ እዩ ሓዲሩ ነይሩ ሎሚ ግን ናብ ሰብዓን ሓሙሽተን ወሪዱ ኣሎ። ምስ ተሪፎም ዘለዉ መድረኻት ኣብ ግምት ብምእታው ሰብዓን ሓሙሽተን ነጥቢ ፍልልይ ንቢንያም ከዛንዮ ይኽእል ዶ? እወ ብክልተ ነገር ኢኻ ትሪኦ ኩሉ ግዜ ዋላ እቲ ብገፊሕ ነጥቢ ምራሕ እቲ ምዝናይ ድበሃል ነገር ክህሉ የብሉን ግን እንታይ እዩ ኣብቲ ናይ መወዳእታ ተሪፈን ብዘን ተሪፈን ዘለዋ መድረኻት ብምንጻር ምክንያቱ ሸሞንተ መድረኻት ተሪፈን ኣለዋ ካብዘን ሸሞንተ መድረኻት ተን ሽዱሽተ ዓቐበት ዘለዎን ስለ ዝኾና ነቶም ቅጽበታዊ ውድድር ንበዓል ቢንያም ንበዓል ጃሽፈር ፍሊፕሰን ዝኸውን ቦታ ኣይኮነን ሽዱሽተ መድረኻት ኣዝዩ ከቢድ ዓቐበታት ዘለዎ ነቶም ናይ ግዜ ተወዳደርቲ ዝኸውን እዩ ማለት እዩ ስለዚ ካብዘን ተሪፈን ዘለዋ መድረኻት መበል ዓሰርተ ሽዱሽተ መድረኽ እሳ እያ ንበዓል ቢንያም ትኸውን ማለት እዩ ስለዚ ኣብዚኣ ጥራሕ እቲ ዓብ መበል ዓሰርተ ሽዱሽተ መድረኽ ድሕሪ ጽባሕ እትካየድ ማለት እዩ ጽባሕ ኦረዲ ናይ ዓቐብ እያ ስለዚ መበል ዓሰርተ ሽዱሽተ ድሕሪ ጽባሕ ትካየድ ንበዓል ቢንያም ትኾን ኣላ ጥንቃቐ ክገብር ደሎ ኣብቲ ካልእ ደሎ ናይ ዓቕብ ዝውድእ መድረኻት ግን ዝያዳ ነቲ ግዜኡ ንኸይስረዝ ዓቂቡ ንክውድኦ ጥራሕ እዩ ናይ ቢንያም እቲ ዝዓበየ ስራሕ ደለዎ ኣብታ ናይ መበል ዓሰርተ ሽዱሽተ መድረኽ ደላ ግን ጥንቃቐ ዘለዎ ጸወታ ክድልዮ እዩ ዝያዳ ከምዚ ናይ ሎምዓንቲ ካብ ኣርባዕተ ሓሙሽተ ከይወጸ እንተ እቲ ውድድር ወዲእዎ ብዙሕ ደሰክፍ የብሉን። ልዕሊ ኩሉ ልዕሊ ኩሉ ግን ከምዚ ጀሚሮ ዘሎ ኣምላኽ ይሓልዎ ኣብ መወዳእታ ካብ ሓደጋ ከይወጸ እንድሕር ወዲእልና ቢንያም ናይ ብሓቂ ዋላ ካብ ሕጂ ትይዙ እቲ ቀጠልያ ማልያ ወዲእዎ እዩ ዳርጋ ትስዓን ትሽዓተ ሚእታዊት ሲ ወዲእዎ እዩ ማለት እዩ ግን ካብ ሓደጋ ካብ ምውዳቕ ካብ ዝሳጥ ጥራሕ ምሕላው እቶም ደጋንቱ ወደ ሓደ ሓለፈ ደዓበየ ሓላፍነት ኣለዎ ማለት ስለዚ ተስዓን ትሽዓተን ፐርሰንት ምስ ቢንያም ከም ትውድእ ፍሉጥ ኮይኑ ይብል ኣሎ ስለዚ ተኣማመኑ ማለት እዩ ግን እቲ ቀንዲ ቢንያም ብሰላም ክውድእ ምጽባዩ ማለት እዩ ምክንያቱ ሎማዓንቲ ዝነበረ ውድድር እንድሕር ሪኢኹሞ ኣዝዩ ቁልቁሎት ዝነበረ እዩ ስለዚ ከይወድቁ ወይ ሓደጋ ከይጋጥሞም ኣዚኻ ኢኻ ትፈርሕ ስለዚ ብሰላም ክውድእ እውን ናይ ኩሉና ትምኒት እዩ ማለት እዩ ስለዚ ቢኒ ሎማዓንቲ እውን ገለ ዓይነት ጸወታ